ስደት ካብ ዝወፅ ኣትሒዘ ቀሊል ዝኾነ ህይወት ኣይኮንኩን ደሕልፍ ነይረ ኣብዚ ሕጂ ሰዓት እውን ኣብኡ ኣብቲ ናይ ስደት ቦታ ኮይነ እየ ነዚ ናይ ህይወተይ ሓቂኛ ዝኾነ ዛንታ ደመሓላልፈልኩም ዘለኹ ኩልና ከም ንፈልጦ ናብራ ናይ ቀዳማይ ዓለም እሞ ብፍላይ ከዓ ኣብ ኣሜሪካ እንተኮይኑ ክሳዕ ዝልመድ ኣዝዩ ብዙሕ ግዜ ከም ዝወስድ እዚ ንፈልጦ ኢና። ከምኡ ውን ስራሕ እንተ ጀሚርካ ምስቶም ኣስራሕትኻን ምስቶም ምሳኻ ኮይኖም ዝሰርሑን ንኽትለማመድ ትዕግስቲ፣ ዓቕሊ፣ ይሓትት እዩ። ብፍላይ ከኣ ኣብ ናይ ትዕግስትን ዓቕልን ጥራይ ዘይኮነ ምስኡ ተወሲኹ ከኣ ትምህርቲ ስለ ትመሃር፣ እቲ ናይ ትምህርቲ ግዜ ምስቲ ናይ ስራሕካ ተሓዊሱ ድቃስ ዘይብልካ ምስ ኮንካ በቃ ትገብሮ ይጠፍኣካ። የእምሮኻ ምስ ኩሉ ነገር እዩ በቃ ድጭነቕ። ዘይስንኻ ሑጻ ቁርጥመሉ ከም ዝብሃል እዚ ምስላ እዚ ኣባይ ክሰርሕ ከሎ ጽቡቅ ጌረ ይርእዮ ምኽንያቱ የሕዋተይ በቲ ዝከኣሎም ነገራት ንዓና ክሕግዙና እንከለዉ ኣብቲ መጀመርታ እዋን ኣብ ድኣተውሉ ሰዓታት እንታይ ኮይኑ ዘይደወለ ኣብ ዝሓሸ ዓዲ ኣትዩስ ኣብ ፍርቂ መዓልቲ ከወድውል ድግባእ ምኽንያቱ ምዕቡል ዓዲ እዩ እዚ ንሕና ኣብዘይ ምዕቡል ዓዲ ኮይና ከማን ብዝካኣልና መጠን እንተ ብመስመር ድዩ እንተ በታ ጮቆቅ ኢልና ኢንተርነት ንረኽባ ሰዓታት ከኣ ንረኽቦም ዝነበርና ንሕና ንሓይሽ እንዳ በልኩ እየ ክሳብ እዚ ንስደት ዝወጻኹሉ ሰዓታት ድዛረብ ዝነበርኩ ምኽንያት መውጺኢኦም ናይ ኩሎም ኣሕዋተይ ከምቲ ኩላትና ንፈልጦ ናብራ ንገዛና ክንክእል እንዳ በሉ እዮም ንደገ ዝወጹ ብድሕሪኡ ግን ካብኡ ደሃይ የጥፍኡ ደሃይ ምስ ኣጥፍኡ እንታይ ኮይኖም እዮም ኢልካ ንስኻ እምበር ንሳቶምሲ ኣደይ ከምዚ ኢላ ኣቦይ ከምዚ ኢሉ ሓወይ ከምዚ ክብለኒ እዩ ድብል ሓሳባት ዋላ ዝኾነ ኣምር የብሎምን እዚ ነገር እዚ ንዓይ ኣዝዩ እዩ ደጨንቐኒ ነይሩ ደተሓሳስበኒ ከኣ እንታይ እሞ ክገብር እቶም ቀዲሞም ዝተወልዱ በኹሪ ዝኾኑ የሕዋተይ እንድዮም ኣነ ተዛሪበ ኣይተዛሪበ ወላ ሓንቲ ዘምጽኦ ፍታሕ የብለይን። እዞም ሰባት ክርድኦም ዝኽእል ኣነ ናብቲ ንሶም ዘለውዎ ዓዲ መጽየ ክሰርሕን ንስድራይ ክሕግዝን ምስ ዝጅምር እዩ እዚ ኩሉ ነገራት ድማ ብተግባር ይርእይዎ ብዘረባ ኣቦይን ኣደይን ክሳዕ ሕማም ዘጥርይም ኮይኖም ንሳቶም ግን ወላ ሓንቲ ግዲ ዝበሃል የብሎምን ንሕና እኮ ንዓኹም ክንሕግዝ ኢና ወጺእና ደኣ እምበር ከምዚ እኩም ንክትቋየቁና ንሕና እኳ ኣብ ሕጂ ቆልዑት ኣይኮናን እንዳበሉ እዮም ድዛረብዎም ኣነ ከኣ እዚ ነገር እዚ ኣዝዩ ኣብ ዓጽመይ ኣትዩ ዝርብሸኒ ሓሳባት ዝኸውን ዝነበረ በዝን ወድን ከምዝን ከኣ ትምህርተይ ጌና ክልተ ዓመት ክተርፈኒ ከሎ ክውድእ ኣብ ናይ ስራሕ ዓለም ኣቴ ነጠፍጠፍ ክብልን ምስ ብዙሓት ሰባት ክላለን ዝጀመርኩ የሕዋተይ ኣይትኣምኑን ኢኹም ኣብ ዝሓጸረ እዋን ድማ ናተይ ዝብሎ ኣነ ዝውንኖ ትካል ጌረ ንስድራይ ካብዞም ሰባት እዚኦም በጃኹም ድኾነ ኢልኩም ከይትጽበዩ ድኾነ ኢልኩም ከኣ ከይትዛረብዎም ብዝተኻለትና መጠን ዓቕምና ናብራ ክንመርሕ ኢና ኢለ በቲ ዘውጻኽዎ ትካል ኣምላኽ ሓጊዝኒ ንስድራይ ኣፎም ክዓብስን ዘድልዮም ነገራት ክገብርን ከኣልኩ። ኣቦይ ኣነ ትምህርተይ ኣቋሪጸ ኣብ ናይ ስራሕ ዓለም ኣትየ የማን ጸጋም ክብል ከለኹ ባህ ኣይብሎን'ዩ ነይሩ። ምኽንያቱ እዚ ወደይ ትምህርቱ ወዲኡ ብዙሕ ተስፋ ዝነበሮ እዩ መምሃራኑ ከይተረፉ ዝምስክርሉ እንድዮም ስለምንታይ ግን ኣብዚ ናይ ስራሕ ዓለም ኣትዩ ሓንጎሉን መጻኢ ሂወቱን ዘበላሹ ስለምንታይ ሕልሙ ክገብር ዘይገድፎ ብዝብል እዩ ኣብ ኣእምርኡ ግጭት ዝፍጠሮ ዝነበረ ኣነ ግን ኩሉ ሳዕ እየ ዘረድኦ ባባ ኣነ ናይዞም ሰባት ኣዘራርባ ንዓኻትኩም ኣሕሚሙ ካባይ ካብ ዝፈልየኩም ኣነ ካብ ትምህርቲ ተፈልየ እሞ ኸኣ ኣብ ዝደለኽዎ ሰዓት ክመሃርን ኣብ ዝደለኽዎ ሰዓት ከኣ ካብዛ ሃገር ወጼ ኣብ ለይተይ ክኸይድ ድኽእል መንእሰየ እኮ ስለምንታይ ሰባት ከም ዘይብልኩም ንሳቶም ተደልዮም ጸርፍኹም ተደልዮም ኣይንሰደልኩም ነብለኹም ስለምንታይ ባባ ከምዚ ጌርካ እኮ ንዓና ኣየዕበኻናን ሕልና ዘለና ሰባት ኢና እኮ ኣነ ከኣ ሕጂ ትምህርቲ ገዲፈዮ ማለት ሂወት ኣቋሪጸ ማት ኣይኮነን ትምህርቲ ኣብ ዝደለኽዎ ሰዓት ክመሃር ይኽእል እየ ሕጂ ግን እዚ ኣምላኽ ከፊትለይ ዘሎ ናይ ስራሕ ደገ ክጥቀመሉ መሪቕካ ኩሉ ሳዕ ኣውጻኒ እንዳ በልኩ ኣብ ግዜ ቁርሲ፣ ኣብ ግዜ ምሳሕ፣ ኣብ ግዜ ድራር፣ ኣብቲ ናይ ግዜ ዕላልና እውን ደልዕሎ ዝነበርኩ ዘረባ እዩ። ስድራ ቤተይ ብኣይ ኣዝዮም እዮም ዝምክሑ። ንዓኻ ዝረኸበትሲ ከመይ ዓይነት ሰብ እያ በጃኻ? እንዳበሉ እዮም ከኣ ንኣእምሮይ ኣነ ንፉዕ እየ፣ ኣነ ተባዕ እየ፣ ኣነ በቃ ዋላ ሓንቲ ዘይጽግመኒ ሰብ እየ ክብል ደኸኣለኒ። ሓደ ግዜ ግን ኣብ ህይወተይ ንመጀመርታ እዋን ኣብ ልበይ ኣትያ ምንቅስቓሰይ ክትቆፃፀሮ ዝጀመረት ጓል ኣንስተይቲ ኣተወትኒ። እዛ ጓል ኣንስተይቲ ኣብ ቤት ትምህርቲ ኣይፈልጣን እየ፣ ኣብ ስራሕ ግን ክመላለስ ከለኹ ኣብቲ ኣነ ዝሰርሓሉ ዝነበርኩ ቦታ ኣብ ጥቓይ ናይ መሓዛኣ ትካል ስለ ዝነበረ ምስኣ ተፀጊዓ ትሰርሕ እያ ነይራ። ኣነ ኣብቲ ቦታ እቲ ትካል ክተክል ከለኹ ንሳ ኣብኡ ኣይነበረትን። ደሓር እያ ትመጽእ ዘላ። ንከባቢ ክልተ ዓመት ከኣ ከም ጎረባብቲ ኮይንና ሓሊፍና። ሰላም እንዳበልክዋ ንሳ'ውን ሰላም እንዳበለትኒ። ንከባቢ ክልተ ዓመት እንታይ ኮይነ ዘይተላለኽዋ ወይ ከምዚ ሕጂ ምሳኣ ጀሚረዮ ዝነበርኩ ናይ ፍቕራዊ መንገዲ እንታይ ኮይነ ሽዑ ሰዓት ከበግሶ ኢለ ዘይሓሰብኩ እንተኢልኩምኒ ኣነ እቲ እዋን እቲ ትካለይ ሽዑ ሰዓት'የ ተኺለያ እግረይ ክተክል ኣለኒ ስድራይ ድማ ክሳዕ ዝከኣለኒ መጠን ክሕግዞምን ዝጎደሎም ነገር ከኣ ክዓብስ ኣለኒ ብምባል'የ እቲ ክልተ ዓመት ንስድራይ ኢለ ዝወፈኽዎ። ስርሐይ እንዳሰራሕኩ ክገብር'ኮ ይኽእል ነይረ'የ፣ ግን ቅድም ስድራቤት ዝበሃል ኣሎ። ህይወተይ ኣምላኽ ምስ ኣጸበቐለይ ድማ ድሕሪ ሰለስተ ዓመት ኣነ ነዛ ጓል ብፍቕሪ ዓይኒ ክጥምታ ጀመርኩ። ንሳ'ውን ተረዲእዋ ይመስለኒ ሓደ ነገር ክኣትዋን ክርድኣን ጀመረ። ከምኡ ከኣ መዓልታዊ ንራኸቦ ዝነበርና ቦታ፣ ሻሂ ንሰትየሉ ንዘናግዓሉ ዝነበርና ኣብ ሲቲ ባርክ'ዩ ነይሩ። ሲቲ ባርክ ንዓይ እታ መጀመርታ ምስ ጓል ሻሂ ከም ትስተ፣ ፍቕርኻ ከም ትገላለጽ ዝመሃረትኒ ቦታ'ያ፣ ክርስዓ ዘይክእል። ንከባቢ ሓሙሽተ ዓመት ብሓንሳብ ተጓዓዝና። ከምዚ ኢሉ ክነውሕ ርክብና ብመርዓ ኣብ ሓዳርን ክቕጽል ዘይገደፍናዮ ምኽንያት ሓደ ተሪር ምኽንያት ስለ ዝነበረ እዩ። ንሱ ድማ ስድራ እዛ ኣፍቃሪተይ ኣብ ዕድመን ኣብ ዓሌትን ኣዝዮም ግዱሳት ስለ ዝነበሩ ኣነ ምንኣሳ እሞ ኸኣ በርባዕተ ዓመት ንተዓብየኒ እዚ ወደይ ንሕና ክንመኽረካ ንደሊ ብዙሕ ነገር ኣሎ እዛ ቆልዓ በርባዕተ ዓመት እያ ትዓብየካ ንስኻ ድማ ካብኣ ትንእስ ስለዚ ኣዋልድ ኣብዛ ዓዲ ውሒደን ድየን? ስለምንታይ ካልኦት ኣዋልድ ትደሊ? ንምንታይከ ንስኻ ከምቲ ዕድሜኻን ከምቲ ፍልጠትካን ከምቲ ኣእምሮኻን ክትጓዓዝ ዘይደለኻ? ኢሎም ጥዑይ ምኽሪ'የም መኺሮምኒ። ኣነ ግን ክሰምዖም ኣይፈተኹን፣ ምኽንያቱ ሓንሳእን ንሓዋሩን በቲ ናታ ፍቕሪ ስለ ዝተተንከፍኩ። ህይወት ናይ ንእስነት ኣዝዩ ውዑይ'ዩ፣ በቃ ክቆጻጸሮ ኣነይከኣልኩን። በዚ ከኣ ምስዞም ስድራቤት ናይዛ ኣፍቃሪተይ፣ ጽቡቕ ዘይኮነ ዘይራድእ መስመር ከፈትና እዚ ከኣ ናቶም ዘረባ ስለ ዘይሰማዕኩ ከምዚ ዓይነት ሂወት እንዳሓለፍኩ ስድራቤተይ ኣይፈልጡን እዮም ኣብዚ ጽንኩር ኩነታት እንከለኹ ነዛ ኣፍቃሪተይ ዝዛረባን ኩሉ ዝብላን ኣነ ንዓኣ ከም ዘየፍቅራን ንሳ ከኣ ስድራኣ ክትሰምዕ ከም ዘለዋ ክኸውን ጀመረ። ከምዚ ኢለ ክዛረባ ናተይ ድሌት ኣይኮነን ግን እዛ ሰበይተይ ደሓር ውን ኣብ ሓዳር ምስ ኣእተና ካልእ ህይወት ምስ መስረትና ኣብ ሞንጎና እንዳኣተዉ ከየሸግርዋ ብምባል እየ። እንተኾነ ግን እዛ ኣፍቃሪተይ ሓደ ሓደ እዋን ጥራይ ዘይኮነ ዘረባኣ ካብቲ ስድራኣ ኣዝዮም ኣጽዒቶም ኣብ ተዛረቡኒ እዋን ክቕየር ጀመረ ምኽንያቱ ሓደ ነገር ስለ ዘጋጠማ እዩ ስድራኣ ንዓኣ ክብሉ ብዙሕ ህይወት ከም ዝኸፈሉ ከመይ ኢሎም ከም ዘዕበይዋ ድማ ከዘኻኽርዋን ናቶም ትእዛዝ ከኣ ክትሰምዕ ከም ዘለዋ እንዳበሉ ከም ዝዛረብዋን ከም ዘፈራርሕዋን ስድራኣ እንድሕሪ ተኣዘዘት ድማ መርገም ወላዲ ተዘይቀተለ የዕነኒ ከም ዝበሃል እዚ ምስላ እዚ ኣብኣ ክዓዪ ከይትርኢ ኣዝያ'ያ ትሻቐ ዝነበረት። ብኸምኡ ከኣ ንዓይ ከተረድኣንን በጃኻ ዘረባ ስድራቤትና ንስማዕ ንሕና ዘይረኣናዮ ንሳቶም ዝረኣይዎ ነገር ስለ ዘለዎ'ዮም። ተዘይኮይኑ ንሕና ናትና ውሳኔ ወሲንና ደሓር መርገሞም ቀሊል ኣይኮነን ናይዞም ስድራቤተይ ብፍላይ መርገሞም ብጣዕሚ እዩ ከቢድ ብፍላይ ኣቦይ ሓደ ግዜ ካብ ስርሑ ናብ ገዛ ናተመልሰ ከሎ ኣብቲ ከባቢኡ ኩዕሾ ዝጻወቱ መንእሰያት ኣፍላታት ማለት እዩ ኔሮም ኣብዚ ከባቢ እዚ ኩዕሾ ጌሮም ነታ ሳይክል ምስ ሃረምዋ እቲ ዝሃረሞ ወዲ መጺኡ ይቕሬታ ስለ ዘይሓተቶ በቃ ሓፍ ዘይብል መርገም እዩ ረጊምዎ ኤህ ኢሉ ምስ ከዶ እቶም ምስኡ መጻወቱ ዝነበሩ ከይተረፉ'ዮም፣ እቲ መርገም ኣዝዩ ከቢድ ስለ ዝነበረ፣ ኣቦይ በጃኹም ይቕረ በሉሉ፣ እዚ ሰብ እዚ ኣይሰምዕን'ዩ በጃኹም፣ ውዑይ ስለ ዝኾነ፣ ከምኡ ከኣ እታ ዓብያ ንእሸይ በዲላቶ'ያ፣ ይቕረ በሉሉ በጃኹም፣ ኣብዚ ሕጂ ሰዓት ክልተ ጨጉሪ ዘውጸእ ሰብኣይ ኤህ ኢልካስ ኣበይ ናኻ ክንበጽሕ ንሕና፣ ብሰንኩ ክንልከም፣ በጃኹም ኣቦ በቃ ናብ ልብኹም ተመለሱ፣ ኢሎም ናብ ገዝኡ ከም ዝሰደድዎ፣ ብድሕሪኡ እቲ ወዲ በቃ። እንታይ ዓይነት ህይወት እዩ ዝመርሕ መስለካ? ኣዝዩ ሕማቕ ዝኾነ፣ ኣዝዩ ኣስካሕካሒ ዝበሃል ህይወት እዩ ዝነብር ዘሎ። እሞ ኸኣ ምስ ኣዲኡ ምስ ኣቦኡን ከይከውን ኣብቲ ስደት ኣብቲ መን ኢኻ ኣበይ ኣለኻ ዝብለካ ሰብ ዘይብልካ ኣብኡ በቃ ኣብኡስ ዘርሞ ዘርሞ ይብል ኣሎ። ሕጂ ድማ ኣነ መርገም ወላድየይ ብጣዕሚ እየ ዝርድኣኒ ስለዚ ናተይን ናትካን ርክብ ተቋርጽና ንዓኻ ይሓይሽ ንዓይ ድማ ኣዝዩ ዝበለጸ ይኸውን መን ይፈልጥከ ካባይ ንላዕሊ መሰታኻ ክትረክብ ትኽእል ኢኻ'ጎ ኢላ ዓሻ ዘረባ ተዛረበትኒ። በቲ ናታ ዘረባ ኣዝየ ስለ ዝሓረቕኩ ድማ ካብቲ ቦታ'ቲ ቀልጢፈ ክርሕቕ ከም ዘለኒ ንዓኣ ከኣ ወይ መሴጅ ወይ ከኣ ብመስመር ክድውለልኪ'የ ኢለ ተሲኤ ትካለይ ዓጻጼ ኣነ ናብቲ ንሕና ንራኸበሉ ዝነበርና ቦታ ሲቲ ፓርክ ኣብኡ ከይደ በይነይ ከስተንትን ጀመርኩ። ኣብቲ ምስይ ዝበለ እዋን ነብሲ ወከፍ ኣወዳት መምስ መጻምድቶም ኮይኖም ከዕልሉ ክርኢ ከለኹ ናተይን ናታን ዕላል መደብና ከነዘራርብ ከለና እዩ ኣዘኪርኒ። ጥዑም ዝኾነ ሃዋህው ንፍቕራ መግለጺ ክሳዕ ዝስእነሉ እየ ዝኸውን ነይረ፣ ኣብዚ ሕጂ ሰዓት ግን ከምዚ ክትከውን ዝገበራ እንታይ እዩ? ካባይ የሕሊፋ ንስድራኣ ስለ ትጥምት ድዩ ወይስ ንዓይ ስለ ዝሓለትለይ እዩ? እንታይ እዩ እቲ ጉዳይ? ኢለ ብዛዕባኣ ከጽንዕ ጀመርኩ። ንከባቢ ሓሙሽተ ወርሒ ድምጻ ኮነ መልክዓ ሰሚዐዮን ርእየዮን ኣይፈልጥን'የ። እንታይ ኮይና ጠፊኣትኒ ካብ ቅድሚ ዓይነይ? እንታይ ኮይናኸ ዜድ ድውለለይ ከመይ ኣለኻ እኮ ይበሃል እዩ ኢለ ብዛዕባ እቲ ንሳ ዘይገበረቶ ክሓስብን ክጭነቕን ከለኹ ሓደ ዓርከይ ንዓይን ንዓኣን ድፈልጥ ከምዚ በለኒ። ኣንታ ሰሚዕካ ዶ ወይስ ኣይሰማዕካን በለኒ እንታይ እዩ በልክዎ ንሱ ድማ እታ ኣፍቃሪትካ ዋእ ኣንታ ትማል ሰንበት ከመይ ዝበለ መርዓ ሓሊፉ ኣነ ከኣስ እዚ ዓርከይ ደኣ እንታይ ኮይኑ ዋላ ዓርኪ ርእሲ ዋላ ግደፎ እሞ ዓርኪ ርእሲ እንታይ ኮይኑ ዘይዓደመኒ እንዳ በልኩ ክጭነቕ ዝወዓልኩ እንተ ረኣኻ ግናስ ካልእ ወዲ እዩ ዋእ መዓዛ ተፈላሊኹም ኣይትነግረን ዲኻ ደኣ በለኒ ኣነ ድማ ኣሃይ ዝዓርከይ ኣበይ ኣለኻ ንዓይ ዋላ እያ ኣጀልያትኒ እንታይ እሞ ክገብር ግን ከም ዝተመርዓወት ኣይፈለጥኩን ርግጽኛ ኢኻ ከምቲ መርዓውት ንሳ ድያኸ ሜክኣብ ጌራ ኣዳናጊራትካ ከይትኾን ኣንታ ንሳ እምበር ስድራኣኡ ነይሮም እንድዮም ዋእ ከመይ ጌራ ትጠፋኣኒኸ እቲ ወዲ ከኣ ናይ ደገ እዩ ዋእ ከመይ ዝበለ ሃብታም እዩ ዶሞ እሞ ንዓርከይ ደኣ እሞ እዛ ንእሽተይ ድኳንካ ሪኣ ኣማሪጻልትካ ማለት እዩ እንታይ እዩ ዝበሃል ወደይ ፍቕሪ ረብሓ ተቐይሩ በቃ ኢሉ እቲ ዝወዓሎን ዘምሰዮን ክነግረንን ከዘንትወለይን ጀመረ ኣብ ክንድዚ ግዜ እሞ ኸኣ ደሃይ ከይገበረት ብፍጥነት ከመርዕዋ ዝኸኣለ እንታይ ምዃኑ ክፍትሽን ክደላልን ጀመርኩ። ደሓር ግን እቲ ሓቂ ተረደኣኒ። ሓደ ሰብ ድማ ከምዚ ኢሉ ኸዕለኒ ጀመረ፣ ኣነ ካብ መጀመርትኡ ክትረኽበካ ኸላ ህይወታ ክትልውጠላን እቲ ዘለካ ትካል ድማ ንስኻ ከተዕብዮ ካብኡ ዝሓለፈ ድማ ንወጻኢ ክትከይድ እሞ ከይድካ ካብኡ ንክትስሕባ ኢዩ ነይሩ ዕላማኣ። እዚ ድማ የዕሊልኩምሉ ኢየ ኢለ ክሳብ ሕጂ ስቕ ኢለ ነይረ። እዚ ኩሉ ግን ኣይፈለጥካን ጸኒሕካ ማለት ድዩ? ኢሉ ሓተተኒ። እዚ ሰብ እዚ ኣነ ምስዛ ኣፍቃሪተይ ክላለ ከለኹ ክልቲኦም ዘይማነዉ መተዓብይቲ ከም ዝኾኑ ኢዮም የዕሊሎምኒ ነይሮም። ብኸምኡ ከኣ'የ ትኽ ኢለ ናብኡ ከይደ እዚ ኩሉ መደባታ ከመይ ምዃኑ ስለምንታይ ከ ንዓይ ገዲፋ ንኻልኦት ተመሪዓ? ክሓቶ ኢለ ምስ ከድኩ ዝረኸብኩዎ መልሲ እዩ። በቲ ንሳ ዝገበረቶ ልበይ ኣዝዩ ተቐንዝዩ፣ ሓዚነ፣ ስርሐይ ከካናውን ስለ ዘይከኣልኩ ድማ ኣብ ክሳራ ኣትየ፣ ዝገብሮ ጠፊኡኒ ኣብ ገዛ ኮፍ ምባል ጥራይ ኮይኑ ስርሐይ። በዚ ከኣ። ኣነ ካፈ ኣትየ ድሰትዮ ዝነበርኩ ካፕቺኖ ገዲፈ መረሳስዒ ክኾነኒ ብዙሕ መስተታት ክሰትን ምስቶም መስተታት ከኣ ክላለን ጀመርኩ። እዚ ኹሉ ገይረ ክጠቕመኒ ከም ዘይክእል ንነብሰይ እንዳ ጎዳእኹ ካብ ዝነብር ዋእ ባዕላ ዘይትፈልጥ ተደልያ ንሳ ዘይትጸድፍ ኣነ ስለምንታይ ይጸድፈላ ኣነ ስለምንታይ ይሞተላ ስለምንታይ ይሳቐ ኣነ ፍቓድ ኣለዋ ፍቓድ ኣለኒ ስለዚ ብዝተኻለን መጠን ካብቲ ዝነበርኩ ንላዕሊ ኮይነ ከርእያ ኣለኒ ኢለ ሕነ ከም ዝሓዘኒ ክፍክረላ ጀመርኩ። ብኡብኡ ድማ ደገ ከመይ ገይረ ክወጽእ ከም ዝኽእል ናብ ኣሜርካ ዝበሃል ዓዲኸ ከመይ ገይረ ክኣቱ ከም ዝኽእል ክሓስብ ጀመርኩ። የሕዋተይ ብምልኦም ብሰንኪቲ ኣነ ኣብ ኣስመራ ኮይነ ሰሰሪሐ ስድራይ ዝሕግዞም ዝነበርኩ ባህ ኢልዎም ይድውሉለይ ስለ ዘይነበሩ ብዙሕ መስመር ኣይነበረናን እቲ ናትና ዝምድና ብሰንኪ ኣነ ኣብ ኣስመራ ኮይነ ስድራይ ይሕግዞም ኣለኹ ኢለ ሰተዛረብኩ ጸሊኦምኒ ፈንፊኖምኒ በቃ ስድራይ ውን ብሰንኮም ተጸሊኦም እዮም ብዙሕ ብድዐ ዝመልኦ ዘረባ ክዛረቡ ኣብ ቅድሚ ዒንተይ ድማ ማማ ክትነብዕ ከላ ዝዛረቦ ይጠፍኣኒ ኔሩ። መቸም ኣዲኡ ወላዲቱ ኣብ ቅድሚኡ ክትነብዕ ከላ ዘይስምዖ ወዲ ተባዕታይ የለን ክብል እየ ዝኽእል። ነዚ ኩሉ እንዳ ረኣኹ ግን ስደት ክወጽእ ተገደድኩ። በቃ ሂወተይ ክልውጥ ኣነ ካብዚ ዘለኹዎ ቦታ ወጽየ ናብ ካልእ ቦታ እንተ ከድኩ የእሙረይ ክዓርፍ ይኽእል እዩ። ስለዚ ብዝተኻለን መጠን ኣነ ነእሙረይ ሓልየ ስድራይ ከኣ ብሂወት ክሳዕ ዘለዉ ተሓጉሶም ክሓልፉ ኣለዎም። ዝበሉኒ ኩሉ ተዝሰምዕ ነይረ ኣብዚ ኩሉ ደረጃ ኣይምበጻሕኩን ኢለ ንሱዳን ይወጻልኩም ካብ ሱዳን ከኣ ብሊብያ ኣቢለ ንኢታሊ ክኣቱ ከኣልኩ እዚ ግን የሕዋተይ ገሊኦም በቲ መንገዲ እቲ ስለዝመጹ እቲ መንገዲ ኣዝዬም እዮም ዝፈርሕዎ እሞ ከመይ ኣለኻ ደሓን ዲኻ እንታይ ይብሉኻ ኣለው እንዳበሉ እዮም ልበይ ክሳዕ እዚ ምሸት ዝገብሩኒ ዝነበሩ ካብዚ ቦታ እዚ ድማ ዋላ ድኾነ ገንዘብ ይሕተቱኻ ንገረና በጃኻ ካብቲ ቦታ ክትወጽእ ኣለካ ቀልጢፍካ ምኽንያቱ እቲ ቦታ ምድራዊ ሲኦል እዩ ዝበሃል ስለዚ በጃኻ ድኾነ ነገር ነብስኻ ተጠንቀቕ እንዳበሉ እዮም ክሳብ እቲ ንኢታሊ ተበጊሰ ኣለኹ ዝብሎም ክኣምኑኒ ዘይከኣሉ። ካብኡ ድማ ድሕሪ ገለ ዝተወሰኑ ኣዋርሕ ኣነ ናብ ኤውሮጳ ክኣቱ ከም ዘለኒ ነሕዋተይ ከማኽሮም ጀመርኩ። ምስ ኣሕዋተይ ንንውሕ ዝበለ ዓመታት ከምዚ ዓይነት ዝርርብ ኣይነበረናን። ኣምላኽ ይመስገን ስደት ንዓይን ነሕዋተይን ከራኽበኒን ከዛርበንን ገይሩኒ እዩ። ብኸምኡ ከኣ ንጀርመን ይኸደልኩ። ኣብ ጀርመን ድማ ስራሕ ከምቲ ዝድለ ክረክብ ስለ ዘይከኣልኩ ምስ ትምህርተይ ተሓዋዊስኒ ከኣ በቃ እቲ ዓዲ ክጸልኦ እየ ጀሚረ። ነሕዋተይ ነቲ ዘጋጠመኒ ነገር ከመይ ጌረ ክሰግሮ ከም ዘለኒ ክሕግዙኒ ክሳዕ ስራሕ ዝረክብ ድማ ገንዘብ ክድግፉኒ ክጉስጉሶም ጀመርኩ ንሳቶም ከኣ ኣብ ኣስመራ እኮ ስድራቤት ኣለውና ተረዲእካ ኣሎ ምሽ ገዲፍካዮም ዝመጻኻ ስድራቤት ኣለውና ኣብ ዝሓሸ ዓዲ መጺኻ ከለኻስ ካብዚ ገንዘብ ክንሰደልካ ኣንታ ቅሩብ ዘይትሓፍር ኢሎም ንሕና ውን ሰብ ሓዳር ኢና ስለዚ ደቂ ኣለውና ሰበይቲ ኣላትና ሓዳር ከኣ ብዓንደ ርእሱ ገንዘብ ኣምጽእ ኣምጽእ እዩ ዝብለካ ስለዚ በጃኻ ኣብ ጥዑይ ዓዲ ኢኻ ኣቲኻ ዘለኻ ኢሎም ሓደ ካብቶም ኣሕዋተይ ሓንቲ ሚእቲ ዶላር ሰደደለይ የቐንየለይ ዝሓወይ ንዓኻትኩም ግና ደሓን ኢለየ ኩሉ ሳዕ ዝፍክረሎም ዝነበርኩ እንተ ሰለጠኒ እስከ ኣብዛ ካፈ እስከ ክሓትት ዋላ ወይተር ኮይነ ክሰርሕ ኣብቲ ትካል ሓዳር ዋላ ይግበሩኒ በቃ ኣማራጺ የብለይን። ብምባል ናብታ ዝረኣኹዋ ካፈ ኣተኹ። ኣብኡ ድማ እታ ዋና ሓንቲ ዓባይ ሰበይቲ ኮይና ጸነሐት። ብኸምኡ ከኣ ክዘራረባ ከለኹ እቲ ናተይ ላሃጃ ጀርመናዊ ከም ዘይኮንኩ የፍልጥ እዩ። ቆርበተይ ዋላ ቀይሕ እንተ ኾነ ጀርመናዊ ከም ዘይኮንኩ ግን ኣፍሊጥኒ እዩ። ብእንግሊሽ ጌራ ድማ ከምዚ በለትኒ ጸገም የብልካን ክተኣቱ ትኽእል ኢኻ ሕጂ ውን ክትጅምር ትኽእል ኢኻ ስራሕካ ኣነ ውን ከተሓሕዘካ እኽእል እየ። በለትኒ። ንኸባቢ ሰለስተ መዓልቲ እዛ ሰበይቲ ካብቲ ስራሕ ኣይተፈለየትን። ኣነ ድማ ወይተር ኰይነ ብጣዕሚ ስለ ዘሐጐስክዋ ከምዚ በለትኒ፣ ኣነ ዝደለኻዮ ገንዘብ ክህበካ'የ፣ ሓንቲ ነገር ግን በጃኻ ግበረለይ። በለትኒ። እዛ ሰበይቲ ንዓይ በጃኻ ክትብለንስ ከመይ ኣቢሉ'ዩ ከመይ ኣቢሉ'ዩ ዝወርደላ? ከምኡ'ባ ኣይትበሊ! ብምባል ከኣ ዝደለኽዮ ክተእዝዝኒ ትኽእሊ ኢኺ። ብዘይ ንስኺ መን ሰብ ኮይንኒ ድዩ ኣብዛ ዓዲ? የሕዋተይ እኮ ኪሒዶምኒ እዮም ኢለ እቲ ዝነበረኒ ዓሚቕ ዝኾነ ናይ ሕርቃን ስምዒት ክገልጸላ ጀመርኩ። ድፍር ኢላ ድማ ካብ ካልኦት ኣዋልድ ንዓይ እንታይ ይጎድሌኒ? በለትኒ። እዚ ኩሎም እቶም ሰራሕተኛታትና ኩላቶም እቶም ዓማዊልና ምስ ከዱ ኮፍ ኣቢላ በይና እያ ትዛረበን ዘላ። ወላ ሓንቲ ዘፍለየ የብልክን ዓምና ከመይ ጌርኪ ከምኡ ኢልክን ክትሓትኒ ለኺ ንስኺ እኮ ኣዚኺ ጥዕይቲ ሰብ፣ ገርሂ ሰብ፣ ኢለ እቲ ውሽጣዊ ስምዒታት፣ ውሽጣዊ ሓሳብ ክገልጸላ ምስ ጀመርኩ፣ ኖኖኖኖ ኣነ ንሱ ኣይኮንኩን ለካ ዘለኹ፣ ደጋዊ መልክዐይ እንታይ ይጎድለኒ ካብ ካልኦት ኣዋልድ? በለትኒ። እታ ሰበይቲ ጓል ሓምሳን ሓደን ዓመት ስለ ዝነበረት፣ ካብተን ካልኦት ኣዋልድ ግድነት'ያ ሰበይቲ ምዃና እተፍልጥ። ብኸምኡ ከኣ ብጀካ ዕድሜኺ ካልእ ዋላ ሓንቲ ዘፈላለ የብልክን ብጣዕሚ ኢኺ ጽብቕቲ ዘለኺ እንታይ ኢሊኪ ኣፍቃሪኺ ወይ ሰብኣይኪ እንታይ ኢሊኪ በልክዋ ኖኖ ኣነ ኣፍቃሪ ኮነ ሰብኣይ የብለይን ክሳብ ሕጂ ድማ ኣብ ሓዳር ዝተቛረንኩ ሰብ ኣይኮንኩን ብኸምኡ ከኣ ብዙሕ መንገዲ ፈቲነየ ግን ክሰልጠኒ ኣይከኣለን ስለዚ እስኻ ኣዚኻ ጽቡቕ ኢኻ ኣነ ምሳኻ እንተወዳእኩ ንዓኻ እንታይ ይብለካ ካብዚ ዘለካዮ ናይ ወይተር ስራሕ ከማን ትናገፍ ኣብ ገዛኻ ኮንካ ኮፍ ኢልካ ትበልዕ ተዘይ ኮይኑ ከኣ ኣብዚ እንዳ መጻኻ ማናጀር ክገብረካ ይኽእል'የ በለትኒ ከምዚ ምስ በለትኒ እቲ ረብሓ ኣገዲስኒ ድዩ ዋላ እቲ ውሽጣ'ዩ ንዓይ ደስ ኢልኒ ኣብኡ እንከሎኹ'የ ክሓስበሉ ከይበልኩ ሕራይ ዝበልክዋ። ካብኡ ከኣ ንከባቢ ሰለስተ ወርሒ ኣነን ንሳን መን ምዃንና ክንፋለጥ ወሰደልና። ካብኡ ንንየው ድማ መርዓና ጌርና ጽቡቕ ዝኾነ ህይወት ጀመርና። የሕዋተይ ኩሎም ሕጂ'ውን ካብቲ ዝነበሮም ፍንፋነ ኣዝዬም እዮም ፈንፊኖምኒ። ንስኻ ኣዋልድ ዓድና ተወዲኤን ድየን ጸዓዳ ተመርዒኻ ዘለኻ ኣየጸዕድወልካ'ምበር እንዳበሉ ገሊኦም ክጸርፉንን ክረግሙንን ጀመሩ። ስድራ ቤተይ ነዚ ነገር እዚ እንታይ ኰይነ መሪጸዮ፣ ዋላ እኳ ሽሕ ግዜ እንተ ሓተቱኒ፣ ኣነ ግን ክምልሰሎም ኣይደለኹን። እዛ ሰበይቲ ድማ ደሞዘይ ብዕጽፍታት ካብቶም ኣብ ጥቓይ ዝነበሩ ሰባት ከተልዕሎ ኸላ ብዓይኒ ይዕዘብ እየ ነይረ። ካብኡ እውን ቲፕ ኢላ ልዕሊ ሽሕ ዶላር እያ ትህበኒ ነይራ። ብኸምዚ ከኣ ገንዘብ ኣኪበ ንስድራይ ካብቲ ዝነበሮ መዓሙቕ ናይ ገዛ ናቶም ገዛ ክገብረሎም ተበገስኩ። ብኸምኡ ከኣ ኣምላኽ ኣቕኒዕለይ ኣብቲ ገዛ ዝሽየጠሉ ዝነበረ እዋናት ሓንቲ ጽብቕቲ ዝኾነት ገዛ ገዛእኩሎም፣ እዚ ማለት ቪላን ሰርቢስን። የሕዋተይ እቲ ኣነ ዝነብሮ ዘለኹ ናብራ ዋላ የጽልኣዮም እምበር ገዛ ክገዝእ ዘኽእል ገንዘብ ካበይ ኣምጺኻዮ ኣንዳበሉ ብዛዕባይ ክጭነቁ ኢየ ዝርኢ ዝነበርኩ እዛ ሰበይቲ ኣዝያ ኢያ ፈትያትኒ ካብኣ ግን ውላድ ክረክብ ኣይከኣልኩን ዋላ ብተኣምራት ኮነ ዋላ ናይ ኣምላኽ ነገር ኮይኑ ካብኣ ክረክብ ኣይከኣልኩን ብኸምዚ ከኣ ኣነ ኣዝየ እጭነቅ ኔረ ውላድ ከይወለድኩ ድየ ደኣ ክሓልፍ ንገንዘብ ኢለ በቃ ኣነስ እንዳ በልኩ እዛ ሰበይተይ ሃንደበት ትሓመኒ ንሕክምና ድማ ይወስዳ ካብኡ ከኣ ፈውሲ ቃንዛ ሂቦም መርፊ ወጋጊኦም ኩሉ ኣስተካኪሎም ከኣ ሰደዱና ውሽጣዊ ሕማም ከም ዘለዋ ነጊራትኒ ኣይትፈልጥን እያ ካብታ እዋን እቲኣ ግን እቲ ውሽጣዊ ሕማማ ክትነግረኒ ጀመረት ሂወት ኣዝዩ እንዳጠዓመኒ እዩ ከይዱ እዛ ሰበይቲ ኣዝያ ንዓይ እምንቲ ኮይናትኒ ዕድሚኣ ዋላኳ ኣብ ገጻ እንተተራእየ ኣካላታ ግን ናይ መንእሰይ እዩ ነይሩ። ጂም ትሰርሕ፣ መግባ ድማ ብግቡእ ትበልዕ ሰበይቲ እያ ነይራ። ከምዚ ኢልና ኣዝዩ ጥዑም ህይወት እንዳስተማቐርና ኣብ ነሕልፈሉ ዝነበርና እዋን፣ ልክዕ ኣብ ዓስራይ ዓመትና እዛ ሰበይቲ ክትስኣሉ ዘይትኽእል ካብቲ ዝነገረትኒ ውሽጣዊ ሕማም ሓመመት። ንሕክምና ድማ ወሰድክዋ። ሕጂ እውን መራፍእ ወጊኦም ክሰድዋ ዋላ ተፈተኑ ንሳ ግን ከምዘይትኽእል እያ ነጊራቶም። ኣብ ሕክምና ድማ ንልዕሊ ወርሒ ተቐመጥና። እቶም ሓካይም ነቲ ሕማም ብዝከኣሎም መጠን ክኣልይዎ ዋላ እኳ እንተፈተኑ ከምዘይከኣሉ እዮም ነጊሮምና። እቲ ሕማም ኣብታ ሕክምና ጥራይ እያ ክትፍወስ። ኢለ እየ ዝሓስብ ነይረ፣ ምኽንያቱ ኣዝዩ ክቡር ዝኾነ ሕክምናን ብቴክኖሎጂ ድማ ኣዝዩ ዝማዕበለ ኢለ ስለ ዝሓሰብኩ። እዛ በዓልቲ ቤተይ ግን ካብቲ ሆስፒታል ብሰላም ክትወጽእ ኣይከኣለትን፣ ኣዝያ ድሕሪ ምስቓያ ቃንዛ በርቲዕዋ ኡይ እንዳበለት እያ ህይወታ ዝሓለፈት። ቅድሚ ምሕማማ እዛ ዓባይ በዓልቲ ቤተይ ኩሉ ዘለዋ ነገር ናብ ሽመይ ለዊጣ መኪናኣ፣ ትካላ በቃ ዋላ ውን እቲ ገዛ ከይተረፈ ስድራኣ ኣብ ማእከላ ዋላ ይንበሩ ኩሉ ብሽመይ ጌራ ንሳ ብስቃይ ተሳቅያ ዝመተት ሪኤዮን ጥዒመዮን ዘይፈልጥ ሃብቲ ብቛሕ ሰም ዶ ይመጻካ ዩ ወደይ እንዳ በልኩ በዛ ብዕድመ ኣዝያ ትበልጸኒ በዓልቲ ቤተይ ኩሉ ሳዔ ደመስግን ንሳ ኣብ ሂወተይ ተዘይትሉ ኔራ እዚ ኩሉ ነገር ብሃንደበት ኣይመጋጠመንን ኣምላኽ ግን ቅንዕናይ ርእዩ እንዳ በልኩ ናባኻትኩም ከመሓላልፎ ይደሊ። ነዚ ዛንታ ናባኹም መጽየ ከቕርቦ ዝደለኹዎ ምኽንያት እንተሎ ሓደ ነገር ዩ የሕዋተይ ኣነ ከመይ ገይረ የምጽኦ'ለኹ ነቲ ገንዘብ እቲ ስለ ዘይነገርክዎም፣ ሕጂ ድማ እታ ሰበይትኻ ትብላ ዝነበርካ ሞይታ እንድያ ሕጂ እንታይ ኢኻ ክትገብር እንዳበሉ'ዮም ብዛዕባ እቲ ንዓይ ዘትረፈትለይ ሃብቲ ከይፈለጡ ዝዛረቡኒ ዘለዉ። ነሕዋተይ ኣነ ኣብዚ ሕጂ ሰዓት ወላ ተተቐየምክዎም ካብኦም ዝጽበዮ ነገር ስለ ዘይብለይ ኣዝየ ኩሩዕ እየ። ግን ገንዘብ ኣብ ህይወት ዋላ ሓንቲ ከድሕነካ ከም ዘይክእል እዚ እውን ይርድኣኒ እዩ። ዋላ እኳ ልዕሊኦም ሃብታም እንተ ኾንኩ ኣብ ህይወተይ ዕጋበት ክረኽበሉ ዝኽእል ግን ኣነ ምስ ኣሕዋተይ ሰላም ምስ ዝህልወኒ እዩ። ስለዚ የሕዋተየ ናባኻትኩም ድማ እዚ ዛንታ እዚ ምስ ምኽሩ የቕርበልኩም ኣለኹ። ናትኩም። ሓሳብ ናትኩም መኽሪ ድማ ኣብ ቦታ ኮመንት ግደፉለይ ኢኹም። የቐኔለይ።